ሰላም ሰላም ኣብ ሙሉእ ዓለም ትርከባ ኤትራውያን ደቂ ኣንስትዮ ሎማዓቲ ብ ሸሞንተ መጋቢት ገለ ክብል መጽየ ክብርን መጎስን ነዛ ታሪኻዊት ማዓልቲ ማዓልቲ ከኽብራ ዝገበራ ደቂ ኣንስትዮ ዓለምና ክብል ይመርጽ ሸሞንተ መጋቢት ናይ ዓለምና ደቂ ኣንስትዮ ንወጽዐኣንን መሰልን ተቃሊሰን ዘረጋገጻላ ዳርጋ ሕጂ እኳ ናይ ሚእትን ዓሰርተን ዓመት እንዳገበረት ትኸደሉ ዘላ መዓልቲ እዩ ስለዚ ሸሞንተ መጋቢት ከኣ ኣብ ሙሉእ ዓለም ተኸቢራ ትውዕል ሸሞንተ መጋቢት ብሓፈሽኡ ክንሪኦ ከለና ሚእቲ ካብ ሚእቲ እኳ ኣይተረጋገጸን እንተበልና ሰብዓ ካብ ሚእቲ ግን ተረጋጊጹ እዩ ምኽንያቱ ኣብዘን ንነብረለን ዘለና ናይ ኤሮጳውያን ሃገራት ንሳተን ከኣ ምስክርና እየን ማለት እዩ እሞ ሸሞንተ መጋቢት ሕጂ ውን ኣብ ዓለም ንዘልኣለም ተኸቢራ ትነብርን ክትነብርን ከኣ እያ ማለት እዩ ሸሞንተ መጋቢት ኣብ ዓለም ክኸብር ከሎ ናይ ዳርጋ ሕጂ ናይ ሚእትን ዓሰርተን ዓመታት ገጹ ይኸይድ ኣሎ ማለት እዩ ኩሉ ጓል ኩላ ጓል ኣንስተይቲ ኣብ ሙሉእ ዓለም ከዓኒ ንመሰላን ንማዕርነታን መዓንጣ ሽጥ ኣቢላ ትቃረጽ ትቃለሰላ መዓልቲ እያ ሸሞንተ መጋቢት ካብኡ ሓሊፈ ኤርትራዊት ጓል ኣንስተይቲ እውን ንሸሞንተ መጋቢት መዓንጣኣ ሸጥ ኣቢላ ትቃለሰላን ንማዕርነታ ተረጋግጸላን መዓልቲ ምዃና'ውን ኩላትና ዘይንስሕቶ ሓቂ እዩ። ስለዚ ኤርትራዊት ጓል ኣንስተይቲ ነቲ ኩሉ መስፍናዊ ባህሊ፣ ነቲ ኩሉ ጸቕጠት ፈንጺጋ፣ ጸቕጠት ፈንጺጋ ንሜዳ ኤርትራ ምስ ኣሕዋታ ደቂ ተባዕትዮ ኮይና ተሰሊፋ ንናጽነትን ንሓርነታን ከኣ መዓንጣኣ ሸጥ ኣቢላ ተቓሊሳ'ያ። ተዋጊኣ ኣዋጊኣ'ውን። ኣብ ዝተፈላለየ ቦታታት ናይ መደብ ስራሓት ሰሪሓ'ውን ሰፍ ዘይብል መስዋእቲ መውጋእትን እንዳኸፈለት ዝመጸትን ጅግና ኤርትራዊት ጓል ኣንስተይቲ'ያ። ሕቶ ጓል ኣንስተይቲ ህዝባዊ ሕቶ እዩ እኳ እንተበልና ጓል ኣንስተይቲ እውን ፍርቂ ናይቲ ሕብረተሰብ ጎኒ ብምዃና ኣብ ዝኾነ መዳያት ኣብ ትገብሮ ቃልሳ ብትብዓትን ብሓያልነትን ዘረጋገፀቶ ሃገራዊ ናፅነታ ዋላ እኳ እቶም ዝረግጡና ዘለዉ ሕማቕ ዘመሓድሩና ዘለዉ ንመሰላ ደው እንተዘይበሉ ስጋዕ ሕጂ እውን ንመሰላ ክተረጋግፅ ኣብ ቃልሲ ትርከብ ኣላ ማለት እዩ ስለዚ ኤርትራዊት ጓል ኣንስተይቲ ኣብዚ እዋናት እዚ በዞም ግፍዐኛታት ዝወርዳ ዘሎ መከራ እንተርኢና ኣብ ፈቐዶ ሸላታትን ቤት ማእሰርትን ስድራ ቤታን ደቃን ገዲፋ ትሳቐየሉ ዘላ እዋን እዩ ማለት እዩ። እቲ ኹሉ ግደኣን፣ እቲ ኹሉ ስርሓን፣ እቲ ኹሉ ጅግንነታን ተጠሊሙ እውን ኣብ ስደት ይኹን ኣብ ውሽጢ ሃገር ኣብ ስቅያት ትነብረሉ ዘላ እዋናትን መዋዕልትን መዋዕልን እዩ እንተበልናውን ካብ ሓቂ ዝተርሓቀ ኣይመስልን ምክንያቱ እታ ከተፍሪ ትግባእ እታ ክትሰርሕ ትግባእ ጓል ኣንስተይቲ ከምቲ ኩሉ ጸገማትን ሽግራትን ዘጓንፋ ዘሎ ኣብ ሙሉ ዓለም ንሪኦን ንሰምዖን ዘለና እዩ ከምኡ ኤርትራዊት ጓል ኣንስተይቲ ሳዋ ተባሂሉ ብዕሸል ዕድሚኣ እውን ናብ ሳዋ ተበጊሳ ኣብኡ ዝወርዳ ዓመጽን ኣብኡ ዝወርዳ ግፍዕን ውን ንኹሉ ሰብ ዘይስሕቶን ዘይሰምዖን ኣይኮነን። ብዙሕ ግፍዕታትን ዓመጸትን ንወርዳ ኣሎ። እቲ ዝወርድ ዓመጽታት ዓመጻታት ውን ካብ ኣቦታታ ዲና ክንብሎ ካብ ኣሕዋታ ዲና ክንብሎ ስጋዕ ሕጂ ኣብዚ መሪር እዋን ትነብር ኣላ ጓል ኣንስተይቲ ኤርትራዊት። ስለዚ ንሕና ኩላትና ኣብ ዓለም ንርከብ። ደቂ ኣንስትዮ ኤትራውያን ውን ማዓንጣና ሸጥ ኣቢልና ሕጂ ውን ንወጽዓናን ንዓመጽናን ንሓርነትናን ኢድ ንኢድ ኮይንና ክንቃለስ በዛ ናይ ሸሞንተ መጋቢት ማዓልቲ ጌረ ጻዊዒተይ የቅርበልክን ሸሞንተ መጋቢት ኣብዚ እዋን ዝነብዕለሉ ዘለና መድረኽ ወይ ከኣ ህሞት እንታይ ይመስል? ዓለምና ብኮቪድ ዓሰርተ ትሽዓተ እንዳተሳቐየት ኮላ ንሸሞንተ መጋቢት ተኸቢራ ክትውዕል ንቃለስ ኣለና ክንቃለስ ኢና ከኣ። ስለዚ እዛ ዕድል እዚኣ ዝሃብኩሙኒ ናይ ቲቪ ኣባል ናይ ብሓቂ የመስግነኩም። ሸሞንተ መጋቢት እንዳተኸበረት ክትነብርያ ወጽዓን ዓመጽን ከነላቕቕ ብሓባር ንቃለስ ዕድሜ ን ሸሞንተ መጋቢት። የቀኔለይ ትርሓስ ኣብርሃም ካብ ነሮዬ።
ዝኸበርኩም ኣሕዋትን ኣሓትን ኣነ ሽመይ ምሕረት ወልደማርያም ይበሃል። ኣጋጣሚ በዚ መዓልቲ ሸሞንተ መጋቢት ሃገራዊ ባይቶ ንዲሞክራሲያዊ ለውጢ ምጥርናፍ ደቂ ኣንስትዮ ንእሽተይ መልእኽተይ ከመሓላልፍ ይፈቱ እሱ ድማ እንታይ እዩ ኤርትራዊት ጓንሰይቲ ከም ኩላሕና ንፈልጦ ሓብሓቢት ፈቃር ወላዲት ከም ምዃና መጠን ናብራኣ ካብ ኣያታታን ንኣሕዋታን ከይተረፈት ንስርሓ ትዋፈር፣ ደቃ ትኣሊ፣ ዝጎደሎም ትምልእ ፈቃሪያ ጓል ኣንስተይቲ ከምዚ እንዳበለት ኣብ ከተማ ትቕመጥ ስርሓ ደቃ እንዳናበየት ዝጎደላ እኳ ዋላ ሓንቲ የለን ኣብ ገጠራት ውን ከምኡ ደቃ ኣልያ ከይጎድሎም ናብራ ናይ ገጠር ቁሩብ ክብድ በለ እዩ ግን ነዚ ናብራ እዚ ውን ከቢድኒ ከይበለት ፍሽኽታኣ እንዳርኣየት ማለት ናብራ ገጠር ከም ከተማ ኣይኮነን ኩላህና ንፈልጦ ኢና እዚ ተፃዊራን እዚ ሰሪሓን ደኺመ ከይበለት ጓል ኣንስተይቲ ጅግንነት ዓይና ኢልካ ክግለፅ ምስኡውን ባዕዳውያን ወራራት ኣብ ሃገርና ምስ መጸ ከም ኩላህና ንፈልጦ ከኣ ንቓልሲ ወፈረት ንውልቃ ጥራሕ ዘይኮነት ኤርትራዊት ኣደ ምስ ውላዳ ውን ዝኸዳ ንቓልሲ መሊኤን እየን። ኣዴታት ኤርትራ እየን። ጓል ኣንስተይቲ ኤርትራዊት ተቓሊሰን ኣቃሊሰን ቃልሰን ኣጎናጺፈን ናጽነት ሽግበሊዕን ውን ንሃገረን ኽብርን ዝኽርን ዝተሰወኣ ኣቴን ውን ኣብ ቃልሰን ኣብ ዝተፋላለየ ጽፍሕታት ስራሓተን ውን ተዋፊረን እየን ግን ከምዚ ኹሉ ቃልሰን ገሊኤን ንቤት ማእሰርቲ፣ ገሊኤን ንስደት፣ ኣብ ስደት ተሰዲደን ውን ንንግዲ ደቂ ሰባት ዝተቓልዓ ኣዴታት ኤርትራውያን፣ ደቂ ኣንስትዮ ኤርትራውያን መሊኤን እየን። ኣብ ባሕሪ ዕትብተን ከይተፈለየ ውን ኩሉ ዓለም ዝሰምዖ ርኡይ ሓቂ እዩ። ጓል ኣንስተይቲ ኣደ ኤርትራዊት፣ ዓለም ከትኣምኖ ዘጸግም ተቓሊሳ ክንሳ እቲ መሰላ ዘይተሓለወ መሰላ ተገፊፉ ንባሕርን ንጣሕርን ኮይና ትርከብ ኣብ ስደት ደለና ወይ ደለዋ ደቂ ኣንስትዮ ድማ ነቲ ማዕርነትን ነቲ ቃልሲ ዝተቓለሰትሉ ፍትሒ ስለ ዘይረኸበትሉ ስጋብ ለይቲ ሎሚ ፈቖዶ ሰላማዊ ሰልፍን ፈቖዶ ኣበይ'ያ ትርከብ ፍትሒ ኢለን ኣብ ቃልሲ ይርከባ። ስለዚ ጓልንሰይቲ ኤርትራዊት ኣደ ኣይና ኢልካ ክትጽብጸብ እቲ እጃማ። ውሑድ እዩ ካብ ባሕሪ ብጭልፋ እዩ ኣነ ጥራሕ እታ ንእሽተይ ብመዓልቲ ሸሞንተ መጋቢት ከመሓላልፋ ስለ ዝደለኹ ድምፀይ ክህብ ስለ ዝደለኹ ደኣ እምበር ጭኮናኣሲ ዓብዪ እዩ ኣብዚ እዋን እዚ ኣብዚ እዋን እዚ ኣብ ስደት ውን ኣይጠዓማን ኣብ ጎረባብቲ ሃገር ከምዚ ንሰምዖ ደለና ተኻላቢታ ክጥዕመኒ ኢላ ወጽያ ኣይጠዓማን ስለዚ ክቡራት ኤርትራውያን ኣሕዋተይ ደቂ ኣንስትዮ እዘን ድምጽኽን ዘይትህባ ዘለኽን ብዛዕባ እዛ ውጽዕቲ ጓንሰይቲ ድምጽኽን ክትህባ፣ ብዛዕባኣ ከተቃልሓ፣ ብዛዕባኣ ፈቕዶ ቤት ጽሕፈታት ኣቲኽን ብዛዕባ ህልውና ኣብ ትሕቲ ቤት ማእሰርቲ ማሲነን ዘለዋን ድስደዳ ደለዋን ይምሕጸነክንን እላወበክንን እቲ ምንታይሲ ንሕና ኣብ ዲሞክራሲያዊ ሃገር ኣለና። ዓው ኢልና ንዛረበሉ፣ ድሌትና ንበልዓሉ፣ ድሌትና ንሰትየሉ። ኣብ ሃገርና ግን ከም ኩላህና ድነበርናዮ ብግዜ ጭኮና፣ ብግዜ ዕግርግር፣ ብግዜ ውግእ እተማሚቖም ዘዕብዩና ዝነበሩ ስድራ ቤትና እውን ስለ ዘይረኸብናያ ንስደት ኢና ተቓሊዕና። ስለዚ እቲ ድሓለፍናዮ ኣይንረስዕ፣ ሕልና ንግበር። ተሰዲደን ዘለዋን ኣብ ሃገር ዘለዋን ኣፍ ንኹነን እሞ በዚ ሸሞንተ መጋቢት እዛ ንእሽተይ መልእኽተይ ከመሓላልፍ ፈቱ። የቐንየለይ ኣብ ዘዘለናዮ ሰላምን ጥዕናን ካብዚ ኮቪድ ዓሰርተ ትሽዓተ ከኣኒ

ክብራትን ክቡራንን ተኻታተልቲ ቲቪ ኣዳል ኣብ ሙሉእ ዓለም ዘለኹም እንቋዕ ኣብዛ ክብርቲ ዕለት ሸሞንተ መጋቢት ኣብጽሓና። ኣቐዲመ ምስጋና ንኣመሓደርቲ ቲቪ ኣዳል ነቲ ተገዲሶም ነዛ ዕዝዝቲ ዕለት ሸሞንተ መጋቢት ደሃይ ጓል ኣንስተይቲ ከነቃልሕ ዕድል ዝሃቡና። ከምኡ'ውን ብፍላይ ቲቪ ኣዳል ነቲ ድምጺ ውጽዓት ኮይና ኣብ ሙላእ ዓለም እትቃልሖ ዘላ ንህዝብና ተስፋ ሂባ ንጸላእትና ኣርዒዳቶ እያ'ሞ ብዝያዳ ክትታባባዕን ክትሕይልን ተስፋ እገብር። ሸሞንተ መጋቢት ንውጽዓት ደቂ ኣንስትዮ ዓለም እታ ካብ ጸሊም ማሕበራዊ ህይወት ናብ ጎደና ሓርነት ዘቕንዕ ዕሽግ ዝወለዐት በሪ ፍትሒ ዝኸፈተት መርሆ ውጽዓት ብምዃና መጠን ቅድስትን ብልጽግትን ዕለት እያ። እዛ ዕለት እዚኣ እተን ንማዕርነተን ተቓሊሰን ዓወት ዝሓፈሳ ደቂ ኣንስትዮ ዝሕበናላ፣ እተን ጌና ኣብ መስርሕ ቃልሲ ዝርከባ ድማ ብዝያዳ ዝተባብዓላን ዕጥቀን ዘትርራላን ዕዝዝቲ ዕለት እያ። እዚ ማለት ድማ ኣብ ኣኮኖሚያዊ፣ ፖለቲካዊ፣ ማሕበራዊ፣ ባህላዊ ወዘተ ዓውደ መስርሓት ንመሰረታዊ ለውጢ ዕብየትን እቲ ማሕበረሰብ ክውን ንምግባር ኣየጠራጥርን። ደቂ ኣንስትዮ ኤሪትራ ከም ኣካል ውጹዓት ደቂ ኣንስትዮ ዓለም መጠን ካብቲ ዝተፈረደለን ዓመጽን ጭቆናን ንምልቓቕ ኣብቲ ንሰላሳ ዓመታት ዝወሰደ ሃገራዊ ቃልሲ ህዝቢ ኤሪትራ ንሕቶ ሃገርን ንሕቶ ማዕርነታዊ መሰልን ብማዕረ ሰሪዐን ንቓልስን ቅናትን ኣትሪረን ዓጠቖ። ንድርብ ዕማም ብድርብ ቃልሲ ብዝብል መኸተ ዕላማታት ብማዕረ ወዲንን ቃልሲ ንምዕዋት ብሞራል ገጠሞ። ኣብ ኩሉ መደያት ናይ ቃልሲ ምስ ኣሕዋትን ደቂ ተባዕትዮ ብማዕረ ተሰሊፈን ኣካለን ንብረትን ህይወተን ከፊለን ናጽነት ኣረጋጊጸን። እዚ ኮይኑ ከብቅዕ ግን እተን ኣብ ልዕሊ ህዝቢ እቲ ኣብ ልዕሊ ህዝብና ዝወርድ ዘሎ መሪር ግፍዒ በብእዋኑ ንኹሉ ዘርከበኳ እንተኾነ እተን ብቐዳማይን ብዝለዓለን ደረጃ በቲ ስርዓት ዝርገሓን ዝጭፍላቓን ኢተን ደቂ ኣንስትዮ ኢየን። ስለዚ ሎሚ ደቂ ኣንስትዮ ኤሪትራ ብሓፈሻ ዝነብረኦ ዘለዋ ኩነታት ሰብኡተን ኣገልግሎት ዝሽሙ ወፍሪ ባርነት፣ ብዘይ ዝኾነ ሓገዝ ንበይነን ተቓሊሰን ዘዕበየኦም ቆልዑ፣ በብዝበርዘኑሉ እዋን ህድግደፍ ካብ ኢደን እናመንጠለ ልበን ምስ ደቀን ተሰሊቡ ከይኣክል ደሃይ ደቀን ስኢነን ብበረኻታት ክሃድሙ፣ ብገበል ክወሓጡ፣ ኣብ ሳህራታት ወዲቖም ህይወቶም ክሓልፍ፣ ብኣሞራ ሰማይ ኣብ ሓጺር ደቓይቕ ኣብ ዓስከሬን ክልወጥ፣ ኣብ ባሕሪ ክጥሕሉ፣ ድራር ዓሳ ክኾኑ፣ ብቐንዱ ድማ ኣብ ሲናይ ዓይኖም እናረኣየ ብኻራ ተጠቢሖም ውሽጣዊ ኣካላቶም እናተመዝሓቖ ክጉዘ ብሕልሚ ቐትርን ብበህራረ ለይትን ብስቓይ ይነብራ። ስለዚ ካብዚ ኣብ ልዕሊ ህዝብናን መንእሰያትናን ኣብ ልዕሊ ደቂ ኣንስትዮ ድማ ብፍላይ ዝፍጸም ዘሎ ግፍዒ ንምውጻእ እቲ እንኮ ምርጫ ብዘይ ምስልካይ፣ ህድግደፍ ንምምሓው ካብ ዝኾነ እዋን ዝጥለብ ሕጂ ኮይኑ ኣሎ። ስለዚ እዚ ኣብ ሃገርና ዘሎ ዲክታቶር ካብ ሱሩ ክመሓው፣ ፍልልያትና ኣጽቢብና ህዝብን ሃገርን ነድሕን። ዓወት ንፍትሓዊ ቃልሲ ህዝቢ ኤሪትራ፣ ዓወት ንውጽዕቲ ጓል ኣንስተይቲ፣ ሰላምን ቅሳነትን ምስ ጎረቤትና፣ ውድቀት ንህድግደፍን መሓውር ምሳኹም ምልእቲ ተስፋጋብር ካብ ጀርመን።